ሰላም ሰላም ሰላም ክቡራተይ ከመይ ኣለኹም ሎማዓንትኻ ናይ ሎማዓንቲ ውዕለይ ብሓንሳእ ሸር ገብረኩም እየ እምበኣር ንጎተስ እየ እዛ ቪድዮ ዝቐድሓ ዘለኹ ንግሆ ንደቀይ ክፋኑ ቁርሲ የዳልወሎም ኣለኹ። ኣብዚ ኣብ ፓንኬክ ክሰርሕ ኣለኹ ማለት እዩ። እንቋቑሖ ገለ ናይ ኦትስ ገለ ሓርጭ ገይረ ሕውስውስ ኣቢለ ፓንኬክ ንቑርሶም ትኸውን ይሰርሕ ኣለኹ። ኣብዛ መጎጊ ገይረ እንዳሰንከትኳ ከዓኒ ንደቀይ የባራብሮም የተስኦም ኣለኹ ማለት እዩ። ንሳ እንዳጠሓነትለይ ኮላ ከተስኦም ከይደ እዚ ንጎ ተስኤ ዝገብሮ ዘለኹ ከምተን ኩለን ኣዴታት ዝገብርኦ ማለት እዩ ኣይሆፕ ክትፈትዋ ከዓ ተስፋ ገብር ዝኾነ ጎዶ ንመጀመርያ ግዜ እየ ከምዚ ዝሰርሐ ዘለኹ ከምዚ ናይ መዓልትኻ ሶ ናይ መጀመርያ ግዜ ስለ ዝኾነ ድኾነ ጉድለት ወይ ገለ እንድሕር ሃሊዋ ከዓ ኣብ ኮመንት ፀሓፍለይ ኣይሆፕ ክትፈትዋ ከዓ ተስፋ ገብር ኩሉ ግዜ ኣነ ንዓኹም ይሓይሽ ንዓኹም ይጠቅም ኢለ እንዴ ዝሰርሖ ሓንቲ እደ ድማኒ በዛ ናተይ ተተባቢዓ ካብ ንግሆ ከመይ ኮለል ክብል ይውዕል ተተባቢዓ ሞራል ክትገብር ማለት እዩ። ምክንያቱ ቆልዑ ወሊድካ ኩሉ ግዜ ድቃስ የለን ጥራይነት ደለካ ኣምላኽ ድሃበካ ጥዕና እንዳመስገንካ ሂወትካ ምምራሕ እዩ ማለት እዩ። እምበኣር ከምቲ ትሪእዎ ዘለኹም እዘን ፓንኬከይ ዳርጋ በሲለን ኣለያ ኣለዋ ሕጂ ናብ ምቐራበን ማለት እዩ እዚ በቃ ንግሆ ተብተብ ተብተብ እንዳበልካ እዩ ትፈልጦ ከምተን ኣዴታት ናይ ንግሆ ከመይ ተብተብ ንብል ማለት እዩ ሕጂ ከምዛ ትሪያ ዘለኽን ከምዚያ ገይረ ቅርብርብ ኣቢለ ሂበዮም ኣለኹ ማዓር ገይረ ዝኾነ ባናና ገለ ፍሩታ ምስ ሓዊሶም ስለ ዘይፈትዎ ኣኸለኹ ሂበዮም ማለት እዩ እሳ እንዳ በልዑ እንዳ ቆረሱ ከለዉ ከኣ ኣብዚኣ ንእሽተይ ፓስታ ክሰርሓሎም እየ እዚኣ ፓስታ ከኣኒ በቃ ሕውስውስ ኣቢለ ኩሉ እቲ ኮሚደረ ሳልሳ ሽጉርቲ ጻዕዳ ብሓንሳእ ሕውስውስ ኣቢለ እዚ ጥሕኖ ዘለኹ ምክንያቱ ከመይ ጌርካ ተጣቢብካ ኣከባውን ኣቢልካ ግዜኻ ንደቅኻ ግቡእ ዝኾነ ጌርካ ትሰዶም ማለት እዩ ሕጂ ከምዛ ትሪያ ደለኽን ነዛ ዝጠሓንክዋ ኣስቤዛ ኣብዚኣ ገይረ ክቐልዋ እየ። ክቡራት ተኸታተልተይ ብፍላይ ኣዴታት እንድሕር ደኣ ሃሊኸን ኣደ ቆልዑ ገለ መዓልትኽን ሂወትክን ብጣዕሚ እንጆይ ክትገብሩ ኣለክን ዘይርከብ በቃ ማራ ይርዳእካ እዩ እቲ ድኻም ገለ ብጣዕሚ እዩ ደሎ ግን ብጣዕሚ ደስ ዝብለካ በቃ ምስ ደቅኻ ከምዚ ጌርካ ግዜ ከተሕልፍሲ ጸጋ ኣምላኽ እዩ። ነተን ትወፍራ ደቅኽ ናብ ዴኬር ገለ ተውዕልኻ እሶኬ ደሓኒ ኣብቲ ግዜ ዘለክን እንጀይ ትገብሮ ግን ነተን ገዛ ትውዕላ ሓደ ሓደ ግዜ ስራሕ ደይብለይ ገለ ኢልካ ክስታይ ትኸውን እንዲኻ ግን ከዓ ነቲ ደሎ ኣምላኽ ፈጢርዎ ደሎ ዕድል ከዓኒ ባዕልና እንጀይ ንገብሮ ዓብ ዓብ ስራሕ እዩ ዘኸኣኒ እዚ ናይ ገዛ እዚ ዓብ ስራሕ ደሞዝ ዘይብሉ ስራሕ ሶ ኣቕሊልና ኣይንርኣዮ ማለት እዩ ልዕሊ ኣብቲ ስራሕ ከይደን ድደኽምኦስ ልክዕ ኣብ ገዛኻ ከምኡ ኢኻ ደኺምካ ትውዕል ኮፍ የለን ማለት እየ ሶ ኣቕሊልና ኣይንርኣዮ ደቅኻ ምዕባይ ቴኬር ምግባር ዓብ ዓብ ስራሕ እዩ ሶ ንዓኻትክን ከተባብዓክን ኢለ እየ ኣነ ከዓ ካባኽን ማለት እዩ ኣነ ከዓ ካባኽን እየ ሞራል ድገብር ካብ ካልኦት ኣሕዋተይ እንዳተደጋገፍካን እንዳተሓጋገዝካን ሞራል እንዳተወሃሃብካን እዩ ዓለም እምበኣር ከምዚ ትርእዮ ዘለኽን ፓስታይ በቲ ጎኒ ኣብሲለ ነዚኣ ከዓ ሕውስውስ ኣቢለ ማለት ክጥርንፈሎም እየ ትምህርቲ ዝኸውን ማለት እዩ ከምዚ ትርእዮ ዘለኽን ጥርንፍ ጥርንፍ ኣቢለ በዚኣ ከዓ ንእሽተይ ፍሩታ ከከምቲ ዝደለይዎ ገይረ ይገብረሎም ኣለኹ ማለት እዩ ከምዚኣ ጌርና ጠሪፍና ደቅና ሕጉሳት ኮይኖም ንኸውዕሉ ደስ ዝበሎም ከምዚኣ ጌርና ኣነ ሕጂ ሓቂ ዘረባ ፒሳ እቲ ኣዚዘ ነይረ ኣጋጣሚ ችዛ ኣይነበረንን ሶኬ ድሓን ሕጂ እሞ ካብዚኣ ክገብረልኩም ድሓር ፒሳ ሰሪሐልኩም ክጸኒሐ ገለ ኢለ ኣቀባጢረ ሰዲደዮም ማለት እዩ። መብዛሕትኡ ግዜ ኮቶስ ገለኦም ወስዱ ሓደ ሓደ ግዜ ጥራይ ከምዚ ዝገብረሎም እምበር ብዙሕ ኣይኮነን። ከምዚ ሩዝ ፓስታ ኣየብልዎን እዮም ቶስት እየ ዝገብረሎም ንሱ ስለ በሊዖም መድመፁ ከምዚኢታት ብዙሕ ስለ ዘይኮኑ ብዙሕ ኣይኮንኩን ሓደ ሓደ ግዜ ድደለይዎ እንድሕር ጠርኒፍናሎም ከዓ በሊዖሞ ስለ ዝመፁ ድደለይዎ ንጠርንፈሎም ማለት እዩ። ምክንያቱ ኣብ ገዛ ምስ መጹ ሽዑ ከምዚኢታት ብስነ ስርዓት ይበልዑ። ሕጂ ከምዛ ትሪኣ ዘለኽን ተን መግቢ ናይ ትምህርቲ ኣዳለየን ኣለኹ ማለት እዩ። እዚ ሕጂ እቲ ቀንዲ ቀንዲ እየ ዝቐድሓልክን ዘለኹ እምበር ብጎኒ ገለ ትገብር ነቲ ሓደ ፀባ ትቐድሓሉ ገለ ገለ ክስታይ ኢኻ ትኸውን ሓቂ ዘረባ ብጣዕሚ ኢኻ ተብተብ ትብል እምበኣር ደቀይ ኣፋንየ ትምህርቶም ምስ ከዱ ማለት እዩ ምስ ተመለስኳ እዛ ክሽነይ ከዓ ከምታ ዝገደፍክዋ ረእይዋ እንታይ ትመስል ኣላ ባዕላይ ኣርሲሐ ባዕለይ ክውግናዮ ማለት እዩ ዳርያ ትመስል ደላ ኩለን ዘንተጠቀምኩለን ሕጂ ሓፃፂበ ናብ ምልዓል ገዛይ ናብ መወገጋን ኣትየ ማለት እዩ ከምዚ ትርእይዎ ዘለኹም ከምዚኣ ሂወትና በቃ ዝሕባእ ነገር የለን ኣብ ኩሉ ገዛ ደሎ እዩ ብፍላይ ከኣፍተን ኣደ ቆልዑ ማለት እዩ ከምዚኣ ገይረ ነዘን ኣቑሑተይ ሕጂ ፅቡቅ ገይረ ሕፅብፅብ ኣቢለ ክወጋገነን እየ ማለት እዩ ምክንያቱ ማይ ከማን ክሰቲ ደስ ኣይብለካን ሓቂ ዘረባ ከምዚ ኢሉ ከሎ ሰዓት ከማን ኣዝዩ ቀትሪ እዩ ደሎ ብሰዓት ዓሰርተ ገለ ይኸውን ትሽዓተን ፈርቓን ገለ ኸውን ቆልዑ ምስ ኣብፃሕኹ ማለት እዩ ምስ መፃኹ ፀሓይ ረእዋ በይ በፂሓ ኣላ ከምዚኣ ገይረ ሕፅብፅብፅብ ኣቢለ ማለት እዩ ኣካርጃ ኣካርጃ ኣቢለየን ከምዛ ትሪእዋ ደለኹም ማለት እዩ ብድሕሪኡ ነቲ ገዛይ ለላዕሉ ኖርማል እምበር ብምሸት ኣፅርየ እየ ድሓድር ግን ናይቲ ክኸዱ ከለዉ ንትምህርቲ ገለ ከለዎም ዕግርግር ገለ ክብሉ ከለዉ ደበልዎ ቁርብ ደስ ክብለኒ ኢለ ይኸሳትሮ ኣለኹ ማለት እዩ ይወጋጎን ኣለኹ ሕልፍ ሕልፍ ይብለ ኣለኹ እቲ ቪድዮ ከማን ጥዕ ጌራ ኣይተቐድሐን ሓቂ ዘረባ ኣይደናው እንታይ ኮይኑ ክስታይ ጌራ ህንታ ከመይ ጌራ ትቐድሓላ እንዳበልኩሲ ክስታየ ጌራ ህን ፅቡቅ ጌራ ኣይቀድሐቱን ከምቲ ዝበልኩኹም ናይ ነዊሕ ተመክሮ ከዓ ስለ ዘይብለይ ኣብ ቀፃሊ እንዳማሓየሽኩ ከዓ ክኸይድ እየ ማለት እዩ ብዝኾነ እቲ ኣነ ከመይ ከም ዝወዓልኩ ጥራይ ነግረኩም ፀገም ደለዎ ኣይኮነን ምክንያቱ ፅሬት ኣይኮንኩን እዛ ቪድዮ ድመልኣ ደለኹ ጥራይ እቲ ናይ ሙሉ መዓልተይ ዝገብሮ መዓልቲ እየ ደርእየኩም ደለኹ ማለት እዩ ሶ ከም ዝትሪእዎ ደለኹም ሕልፍ ሕልፍ ኢለ ንኩሉ ክስትርትር ኣቢለዮ ኣለኹ ማለት እዩ ከምዚኣ ገይረ ኩስትርትር መሰበርኩ ድማኒ ሓንሳብ የዕሪፈ ቁርሰይ ቆሪሰ ገለ ሕጂ ናብ ምሳሕ ምስራሕ ማለት እዩ ከይመፁ ከለዉ ምሳሕ ከዳልወሎም ኣለኒ ፕሮሚስ ኣትየሎም ነይረ ፒሳ ክገብረልኩም እየ ኢለ ሕጂ ኣብዚኣ ፒሳ ይገብረሎም ኣለኹ ትፈልጥዮ ኹም ናይ ሎም ኣርኣኻ እንድሕር ፕሮሚስ ኣቲኻ ኣቲኻ ኢኻ ኢልክኒ ምስ ነርኪ እዮም ዝብልኹም ከመይ እንድዕብካ ንቆልዓ ዞም ደቂ ምሽ ኢልክኒ ነርኪ ኢልክኒ እንዲኺ እዮም ዝብልኻ ሕጅታ ዝበሉኻ ወይ ቃል ክትኣቲ የብካን ወይ ክትገብር ኣለካ ሕጂ ቃል ስለ ዝኣተኹ ይገብረሎም ኣለኹ ማለት እዩ ኣብዚ ኣይፒሳ ከምዚ ትሪእዎ ዘለኹም ኣለምለም ኣቢለ እየ ጌረዮ ዘለኹ ሕጂ ቁሩብ ድሕሪ ዒስራዳ ገለ ዝኸውን ቁሩብ ፍኹስ ምስ በለለይ ከዓኒ ክሰጢጠ ከእትዎ ፎርኖ ማለት እዩ ሙሉ መዓልቲ ኣብ ገዛ ተውዒልካ ከማን ተወፂኻ ዝኾነ ክስታይ ይሓይሽ እምበር ኣብ ገዛ ተውዒልካ እንዳ ከመይ ንስኻትክን ኣነ ኮፍ ድበሃል ኣይብልኒ በቃ ሙሉ መዓልቲ እያ ከይነ ንድውዕልካ መደቀሲ ናብ ሳሎን እንታይ ኣገብር ባዕለይ የርስሓ ባዕለይ ሓፅባ ባዕለይ ፍንጥሖ ሙሉ መዓልቲ ዕንኪሊል ክብል እየ ዝውዕል በቃ እንቋዕ ኣይትሪኣኒ ሕጂ ከምዚኣ እትርእይዋ ዘለኹም ነታ ፒሳይ ሰጢጠ ወዲኣየ ኣለኹ ነቲ ፒሳ ድማ ከምዚ ማእከሉ ከምዚ እቲ ክስታይ ክኣትዎ ምእንቲ ብፋርኬታ ድዩ ወይ ብኢድና ጌርና ኣንኮል ኣንኮል ነብሎ ማለት እዩ እዚኣ ካብታ ናይ ዓንቶይ ናይ ፓስታ ዘትረፍኩዋ ዋላ ሓንቲ ከም ዝበልኩኹም ኮሚደረን ሳልሳን ሽጉርቲ ጻዕዳን ዋላ ሓንቲ ይብሉን ካብኡ ዘትረፍኩላ ንእሽተይ ነይራ ካብኡ ገይረ ዝጥቀም ዘለኹ ማለት እዩ ሕጂ ቬጀተርያል ኣሕምልቲ ይገብረሉ ኣለኹ ንምንታይ ቁርብ ትሕዝቶ ዘለዎ ክኾነሎም ምእንቲ ካብ እቲ ቅጫ ጥራይ ክስታይ ዝኾኑ ኣሕምልቲ ይገብረሉ ኣለኹ ማለት እዩ ቁርብ ትሕዝቶ ዘለዎ እንተኾነሎም ኢለ ምክንያቱ ካብታ ቅጫስ ወላ ሓንቲ ትሕዝቶ ደላታ ኮይና ኣይተሰምዐትንን። ስለዚ ኣሕምልቲ ከምዚ ካውሎ ገለመለ እዚ ቃንጥሻ ገለ ኣንጥራ ኣንጥራ ኣቢለ ይገብረሉ ኣለኹ። ምክንያቱ ች ዝገብረሉ ስለ ዝኾንኩ ብላዕሊ ክሽፍኖ ስለ ዝኾነ ክበልዕዎ እምበር ገለገሊኦም ቆልዑ እኮ ብዙሕ ኣሕምልቲ ኣይበልዑን እዮም ሓቂ ዘረባ ግን ሽፍን ኣቢልና እንድሕር ሂብናዮም ምስ ምስቲ ችዝ ይበልዕዎም ብፍላይ ከዓ ፒሳ ዝፈትዉ ተኮይኖም ማለት እዩ። ሕጂ ከምዛ ትሪእዋ ዘለኹም እተን ኣሕምልቲ ገይረ ምስ ወዳእኹ ድማኒ እታች ዘይ ንስንስ ከብለላ እያ ናብ ኩላ ከምዚ ገይረ ንኹለን ነስኒስ ምስ ወዳእኹ ድማኒ ኣብ ፎርነይ ከእትዋ እየ ንሰላሳ ደቂቕ ገለ ድኸውን ከዓኒ ክትበስለለያ ማለት እዩ በዚኣ ጎኒ ከዓ ንዓይ ትኸውን ትዝ ዘይብላ ናይ ኣሕምልቲ ጨኒንስ ከይብል ኢለ ኖርማል ናይ ኣሕምልቲ በታ ስልስን በታ ኣሕምልትን ገይረ ኖርማል ክሰርሓ ማለት እዩ ከምዛ ትሪዋ ዘለኹም ልኺ ልኺ ኣቢለ ንእሽተይ ከዓኒ ካብተን ኣሕምልቲ ግብርብር ኣቢለ ክገብረ ብዘይ ችዝ ማለት እዩ ነቶም ትፀሙ ገለ ደስ ተይልኩም ፒሳ ከምዚኣ ጌርኩም ክሰርሑ ትኽእሉ ኢኹም ከምዚኣ ጌርና ስራሕ ስራሕ ኣቢልና ብለኩም ረይዋ እምበኣር እታ ዘእተኽዋ ፒሳይ ኦረዲ በሲላ ሃለይ ማለት እዩ እዛ ትሪእዋ ዘለኹም ቀቅድሚ ደቀይ መምፀኦም ካብ ትምህርቲ ማለት ሙሉ መዓልቲ ሲ ዕንክሊል ክብል ውዒለ ገዛ ክላዕል ገለመለ ሓንሳእ ኮፍ ኢለ ማለት እዩ ነዛ ፒሳ ምስ ሰራሕኽዋ ጁስ ገይረሎም ብድሕሪ ነብሰይ ተሓፃፂበ ኣምፅዮም ማለት እዩ ሰዓት ሰለስተን ገለን ኮይኑ ኣይገርመኩም ሙሉ መዓልቲ ስቢዕ ዕንክሊል ደሓን ኣብ ቀጻሊ ጥዑይ ገይረ ክሰርሓልኩም እየ ቪድዮ ናይ ሎማዓንቲ ከም ዝበልኩኹም እቲ ቪድዮ ጽቡቅ ገይረ ኣይሰራሕክዎን ኣለኹ ኣይነው ግን ደሓን ሸለል በልዎ ረይዋ ክትጽብቅ ኮይና በሲላትለይ ውሽጣን ደጊያን ብጣዕሚ ጽብቅቲ ኮይና ልክዕ ናይ ደገ ፒሳ ተገዝእት እያ ትመስል ደላ እዛ ሓንቲ ቢሳዊን ልክዕ ከም ኣበሲላ ማለት እዩ ኣዝያ ፅብቕትን ምቅርትን ኮይና እምበኣር ሕጂ ጁስ ንእሽተይ ንዑ መውረዲ ድኸውን ጁስ ክሰርሓሎም እየ እዚ ጁስ ብጣዕሚ ጽቡቅ እዩ ብፍላይ ኣብዚ ሕጂ ሙቆት ብጣዕሚ እዩ ደስ ዝብለካ ዋላ ኣብ ገዛ ኮይንና ሃለኽለኽ ክንብል ክንሰርሕ ኮለና ከምዚ ጌርና ጁስ እንድሕር ሰቲና ኤነርጂ ህበካ እዩ ብጣዕሚ ጽቡቅ እዩ ካሮቲ ክልተ ካሮቲ ክልተ ኦረ ኣራንሺ ሓንቲ ኣፕል ከዓ ገይረ ኣለኹ ብጣዕሚ ጽቡቅ እዩ እዚ ኦረንጅ እዚ ኣነ ብጣዕሚ እየ ዝፈትዎ ብፍላይ ኣብ ግዜ ሙቆት ማለት እዩ ሕጂ ነዚኣን ፒስታ ኦረድ በሲለና ለይ ኣለዋ ነዛ ጁሰይ ገይረ ኣብ ፍርጀትያ ክኸይድ እየ ደቀይ ከምፅኦም ማለት እዩ ትሕፅብፅብ ኣቢለ ክኸይድ እየ ከምፅኦም ማለት እዩ ሽዑ እዚኣ መውረዲ ትኾኖም ቅሩብ ጥዕና ድለዋኻ ትኾነሎም ማለት እዩ ምስታ ፒሳ ናይ ሎማዓንቲ ትሕዝተይ እዚኣ ክትመስል ብዙሕ ከም ዝበልኩኹም መላመዲት እያ ነይራ ኣይሆፕ ክትፈትዋ ኸዓ ተስፋ ገብር ክቡራት ተኸታተልተይ እተን ኣዴታት ዘለኽን ደማኒ ኩሉ ሰብ እዚ ኩሉ ኣብ ካሜራ ገለ ድመፅእ ኩሉ ሰብ ተማሻሺጡ ገለ ድመፅእ ከምኡ ማለት ኣይኮን ሂወቱ ኩሉ ሕድ ዓይነት ናብራ እዩ ደለዎ እንታይ ዳ ናብቲ ማስ ሜዳ ክመፅእ ከሎ ኩሉ ሰብ ክርእየኒ ኢሉ ተመሓይሹ ስለ ዝመፅእ እምበረይ ኩሉ ሕደ ብፍላይ ቆልዑ ዝወለድና ምስ ቆልዑ ምስ ደቅና ግዜ ክንሕልፍ ከለና ወላ ሓንቲ ኣይንሸገር ኣይንጨነቕ ዓብ ዓብ ጸጋ እዩ እዚ ኩሉ ኣምላኽ ዝሃበ እዩ ዝረኽቦ ስለዚ ከምዚ ጌርክን ክትውዕላ ከለኹም ኩሉ ሰብ ከምዚ ጌሩ እዩ ዝውዕል ጥራይ እንጆይ ግበርኦ ሂወትክን እቲ ስራሕ እቲ ገለ ከዓ ኩሉ ክመፅእ ብግዚኡ ማለት እዩ ደቅና ጥራይ ብሰላም ይግበቡ ዝልና ብሰላም ዕበይልና እምበር ደሰክፍ ነገር ኣይኮነን ዓብ ዓብ ስራሕ እዩ ድማ ቀሊል ስራሕ ኣይኮነን ከምቲ ኣብ ደገ ከድካ ትሰርሖ ትደኽሞ ልክዕ ኣብ ገዛኻ ሃሊኽካን ደኺምካን ኢኻ ትውዕል ማለት እዩ ስለዚ ንዓኻትክን ሞራልካ ኣኡ ከሎ ኮነክን ኢለ ምክንያቱ እንዳተተባባዕካ ስለ ትኸይድ ኣቐዲመ ነጊረኩም እየ ኣነ ካብቲ ሓንቲ ሓፍተይ ዓቢ ሞራል ደሊ ዓቢ ምትባዕ ንእሽተይ ሞራል ንእሽተይ ምትባዕ ካ የለን ኣይሆብ ድማ ክትፈትዋ ተስፋ ገብር እምበኣር ክቡራት ተኸታተልተይ ኩሉ ግዜ ቪድዮ ክሰርሕ ቀሊል ነገር ኣይኮነን ስለዚ ነዚ ተረዲእኹም ላይክ ሸር ሳብስክራይብ ግበሩ ትፈትውዎ ይሓይሽ እዩ ይጠቕመኩም እዩ ኢለ ከዓኒ ኣነ ንዓኹም ሸርካ ምባል ዓዲ ይውዕልኒ ማለት እዩ ጥራይ ንስኻትኩም ጥወቕ ጥወቕ እንዳበልኩም የሐጉስኒ ማለት እዩ። ምክንያቱ ግዜ ሰውየ ድመፅእ ዘለኹ ቪድዮ ክቐድሕ ኤዲት ክገብር ሪከርድ ክገብር ብዙሕ ግዜ እዩ ድወስደልካ። ነዚ ተረዲኹም ክቡራት ተኸታተልተይ ሸር፣ ላይክ፣ ሳብስክራይብ ኣይትረስዑ። ስለ ኩሉ ነገር ትገብሩለይ ከዓ ብልቢ ብልቢ እየ ዘመስግነኩም ብሓቂ ብዘይገል ዓለም ምክንያቱ ከምዚ ገይረ ሰርሐ ብዘይናትኩም ምትባዕ ከዓ ትርጉም ስለ ዘይብሉ ማለት እዩ። ምክንያቱ ንዓኹም ኢለ ስለ ዝገብሮ ንስኻትኩም እንተዘይተሓጊስኩምሉ ትርጉም የብሉን ስለዚ ዝኾነ ሃናፂ ርእይቶ ነቕፌታ ተሊኩም ከ ኣብ ቦታ ኮመንት ፀሓፍለይ ክመሓየሽን ክዕረን ኣለዎ ትብልዎ ማለት እዩ በሉ ናይ ሎማንቲ ትሕዝተይ እዚኣ ትመስል ነዛ ጁሰይ ዙዝ ኣቢለ ግን ኣንሃኖ ዓለይ ሓንቲ ኬሪ ጭልጥ ከብላ ቅድም ምክንያቱ ብጣዕሚ ደኺመ ከም ዝበልኩኹም ጽቡቅ ገይሩ ስለ ዘይተቀድሐ እቲ ቪድዮ እምበር ሙሉ መዓልቲ ዕንክሊል እየ ክብል ውዒለ ከምዚ ዝነገርኩኹም እቲኣ ክገብር እቲኣ ክገብር ማለት እዩ ሓደ ሓደ ክስታይ ከተማልኦ ዘለካ ነገር ኣብ መንጎ ኣሎ ምሻሎ ኣብቲ ቪድዮ ዶ ይወፅእ ገለ ሶ ብጣዕሚ ከምዚኣ ኢላ ዕንክሊል ክብል ውዒለ ናይ ምምፃእ ሰዓታት ደቂ ኣኺሉ ከማን ደዕርፈላ ኣነሲ ደቀይ ምስ መፅያ ምስኦም ስለ ኮፍ ክብል ስለ ዝደሊ እሶም ምስ መፁ ሓንሳእ ኣብ ሳሎን ኮፍ ኢልና ንዕልል ማለት እዩ ሽዑ እፎ ኢልካ ትዕርፍ ማለት እዩ እሞ እታ ጁሰይ ጥሒነ ዘቂቐ ኣምፅኤ መጀመርታ ባዕለይ ባሪኸያ ማለት እዩ ነብሰይ ተሓፃፂበ መፅኤ ሓንቲ ቢኬር ሰትየ ነታ ጁስ ኣብ ፍርጀ እትየ ናብ ደቀይ ከይደ ከምፀኦም ማለት እዩ ናይ ሎማዓንቲ ትሕዝተይ እዚኣ ትመስል ንቐደም በሉ እንዳበልኩ እየ ስቲ ኢልኩም ስቲ ኣቢልኩም ካስኹም ዝሕል በሉ ኣብ ቀጻሊ ብኻልእ ትሕዝቶ የራኽበና ብሩኽ መዓልቲ ነቶም ምሸት ዘለኹም ከዓ ብሩኽ ምሸት ማለት እዩ እዛ ጁስ ግን ፕሊዝ እቶም ኣብ መቐት ዘለኹም ልመድዋ ብጣዕሚ እያ ዝሕል ተብላ ካብ ግዜ መቐት ብጣዕሚ እያ ፅብቕቲ እሞ ኣብዚ ክገድፈኩም ባይ